ንእሽተይ ቆልዓ ከሎ እየ ዝፈልጦ። ዓንኬሊን እናተጻተ ከሎ እየ ዝፈልጦ ቆልዓ ከሎ። ኣብ ዛግር ተወሊደ ንእሽተይ ሃገረሰብ ኮይነ ከኣ ናብ ኣስመራ ዓብየ ማለት እዩ። ኣክቲቭ እዩ ነይሩ ካብቶም ዝፈትዎም ቆልዑት ሓደ እዩ ነይሩ። ኣክሮባት እፈቱ ሙዚቃ እፈቱ ገለ ክጋማጥል እዩ ዝውዕል ነይሩ። ሙዚቃ ኣይ ቲንክ ካብ ንእሽተይ ኣይ ቲንክ ኣብ ልበይ ነይሩ እዩ። ኣብቲ ከባቢ ሙዚቀኛታት እዩ ዘሎ ኩሉ ግዜ እቲ ስምዒትሲ ውሽጡ ነይርዎ ካብ ቀደም። ዘለልየካ ከኣ ሰብ ዕድል ተገርካ ዘለልየካ ሰብ ትደሊ ኢካ ኣዚ ንዓይ ኣጋጣሚ ኮይኑ ልቋስ ኣለሊኒ ማለት ኢዩ። ኣብ ሓምሻይ ክፍለ ላዕሊ እዩ ሙዚቃ ዝመሃር ሰብ ገለ ምሽ ንሕና ንብለካ ኣለና ንሱ ሳልሳይ ራብዓይ ክፍለ ከሎ ኢና ስሒብናዮ ንዑ because he was very fast። ዝሕሉማ ደሃይ ዘይትዕልላሉ ደሃይ ኣበይ ሕጻናት ባንድታት ኣለዉ ቅድሜና ዝነበሩ and ሸው የርእዩና እዮም like ምርኢት ኩሉ ግዜ ኣሎ ብዝኾነ ይኹን ኣጋጣሚ ሃል ሃሊደይ ክኾን ከሎ ወይ ካልእ ሃገራዊ በዓል ክኾን ከሎ ኣብ ሕጂ ዳሳው ኩላና ንሕና ሞቲቬት ኮይና ናብቲ ነገር ማለት እዩ ሕጂ ክትከውን ኣለካ ቀዳማይ ነገር ኣብቲ ሙያ ክትመሃር ከለካ ትምህርቲ ኣትሊስት ካብ ሓሙሻይ ክፍሊ ንላዕሎ ክትከውን ኣለካ ትነፋዕ ኣለካ ስኢሎም ኣየእትውካን እዮም ኣነ ኣብቲ ግዜ እቲ ኣይ ንኮምስ ኣይ በቃዕኹን ነይረ ግን ብሙዚቃ ድሌት ስለ ዝነበረኒ ፍትወት ኔርኒ ዋላ ብ ድራም ድዩ ብፍላይ ድራም ድራመር እያ ኔረ ድራም እየ ድፈቱ ኔረ ብጣዕሚ so ናብ ኣብ እንዳ ማርያም ገለ ድበሃል ኔሩ ኣብቲ ንሕና ንጻወተሉ ኣብኡ ኮይነ ኩልሻዕ ታኒካ ሲ ኣላ ኳሕ ኳሕ ማለት እዩ እቶም ገዛውትና እኮ ተረቢሾም ኔሮም እዮም ገሊኦም እኮ ድቃስ ስኢኖም ኔሮም ይኾኑ እዮም ፈልጥዮም ማለት ኣብቲ ግዜ እቲ ዝነበሩ ስፔሻሊ ኣብ ቴስዓን ኣርባዕተን ሰዓን ሓምሽተን ሰዓን ሽዱሽተን ዝነበሩ ኣብ ቁጠባሲ ናህና ባጅ ዝኾነ ናህና መሰተ ከሳቱ ዝክርዎ እዮም ጽቡቅ ጌሮም ምኾኑ እዮም ኩሉ ግዜ ስኳሕኳሕ ተኢላሲ ውይ ጀሚሩ ከኣ ዝብሉ ኔሮም። ቤት ትምህርትታት ኔረን ናይ ካምቦኒ እንዳ ሳሌ ቤት የጎገሬ ባንድታት ይወዳደራ ኔረን ናይ ናይ ሙዚቃ ጌረን ኣብ ቤት ትምህርቲ። ሕጂ ንሕና ከምኡ ተጠርኒፍና ናይ ባርካ ኔርና ንሕና ናይ ከምቦኒ በዓል ሉቃስ ናይ ሓላይ ኔሮም ገለ ሕጂ ከምኡ እንዳ ሰራሕና ከለና ሓደ ግዜ ተጠርኒፍና ኣብ ኤክስፖ ክንጻወት ደሊናሲ ድራመር ሲኢና ሕጅስ ድራመር ኣለ ሓደ ቆልዓ ኢሎም ኣምጽዮምልና ተራእኹስ ተኽሊ ዋ ድራም ናብ ዓዝ ጀሚርካ ደረስና ፍትን እንደ ድራም ገለገለ ኢልና ኣፃዊትና እዮም ዛና ኣብ ኤክስፖ እዩ መጀመርትኡ ኢኻ ሕጂ ድራም ስቴዲ ቢት ክትሕዝ ኣለካ ክጎድል የብሉን ዶ ሕጂ እንዳጻወተ ከሎ ደኺሙ ተጎተተና ተጎተተና ኣታ ቆልዓ ቀልጥፉ ባ ንብሎ ሕረይ ሕረይ ክብል

ተኽሊት ከም ዋዒ እዩ ቨሪ ፋስት እዩ ነይሩ ሰኹም ምስቲ ዋዓ ዝነበሮ ኣብቲ ሙዚቃ እውን ዳርጋ ብዙሕ ዕድል ኣይረኸበን ምስቲ ምሽ ናይ ቆልዓ ነገር ዝርብሽ ገለ ጠባይ ተዘይጌርካ ተባሂልካ ክሳይ ቻንስ ኣይተረሃቦ ነይሩ ሕጂ ጋጣሚ ኣነ ተሓጋጋዛይ መምህር እኔ ነይረ ንኣሽቱ ኣነምህር ኣብ መምህር ኣድሓን እኳ ዕብይ ዝበልና ከዓ ምህረና ነይሩ ማለት እዩ ሕጂ ኣነ ነቶም ንኣሽቱ ክምህሮም ከለኹ ተኸሊት ፋስት ነይሩ ኣነ ገለ ክብሎም ከለኹ ብርሑቕ ይሰምዓና እሞ ከምዚ ዝብለካ ዘሎ እንዳበለስ ምሻሉ ሕግዞም ነይሩ ነቶም ንኣሽቱ ማለት

ኣቴንሽን ገይረሉ ማለት እዩ ዋይ ገለ ዕድል ተዛራሪብና ምስ መምህር ኣድሓኖም ማለት እዩ ሰብ እዚ ከምዚኣን ከምዚኣን ተኸልኪሉ ኣሎ ግን ፅቡቕ ናይ ተፈጥሮ ክስታይ ስለ ዘለዎስ ቻንስ ንሃቦ ተባሂሉ ብኣ ኣትዩ ማለት እዩ

ሕጂ እቶም ሓለፍቲ ከኣ ኣይፍቀድን'ዩ ነይሩ ከም ዝበልኩካ ንዓና ብፍላይ ንዓይ ምስቲ ዋዒ ገለ ከይዱ እዚ ቆልዓ እዚ ኣውጽእዎ ጥራሕ እዩ ዝበሃል ነይሩ ምኽንያቱ ኣብ ኩሉ ጸይቂ ኣለኹ ኩሉሻዕ ሕጂ ምስቲ ከምኡ ናይ ንእስነት ኮይኑ ምሻሎ ዝኾነ ጸይቂ ትጽይቕ ገለ ትገብር ገለስ ኣብቲ ኩሉሲ ድብለካስ ይርከብ በቃ ብገለስ ይርከብ ኣታ እዚ እንታይ እዩ ገለ ተባሂሉስ ኤንወይ ኣብቲ ሙዚቃ እውን ከይመሃርሲ ተኣጊደ ነይረ ሕጂ ሓደ መዓልቲ ኣጋጣሚ ኮይኑ እቶም ሓለፍቲ ኮይኖም ናብቲ ገዛውቲ የዛውርዎም ነይሮም ከምዚ ኣጋይሽ ይመጹ ገለ ምሽ ሙዚቃ ተመሃሮ ኣለዉ ከኣ ተባሂሉ ከኣ ክርእይዎም ኳሕ ኳሕ ምስ ኣበሉ ማዕጾ ተራእኻስ በቲ መስኮት ከኣ ቁሩብ ከምዚ ቤትሮ ስለ ዝኾነ ይረኣዮም መን ምዃኖም ትፈልጥ ኢኻ እዉ ሓለፍቲ መጺኦም ተባሂሉ በቲ መስጎት በቲ ናይቲ ሙዚቃ ብኡስ ዘሊለስ ከምዚ ኢለ እጽበ እብለካ ኣነ ሒዘ ነዚ በዓል ሉቃስ እቶም ሓለፍቲ መጺኦም መቸም ክስታይ ኩሉ ገይሮም ወዲኦም ወዲኦም ወጺኦምሲ እንደገና ከዓስ ኣውረሲዖምንስ ዝጻወት ብለካ ሙዚቃ ሽዑ ናብ ብኸያት ኣዲብለይ ፐርከ ተሓቲፈስ ሓቲፈ እየ ዳሴት ናብ ታሕቲ ፓላሶ እዩ ሰቦኻ ፓላሶ ተጸዲፍካ ሲ ዕርበተይ እያ ማለት እዩ
ድሕሪ ክንደይ ዓመት ሙዚቀኛ ኮይኑስ ንሽወደን መጺኡ ምስ ወዲ ትኹል ሕጂ እቶም ሽማግለ በዓላት ካብኦም ምድወለለይ ሓደ ስማዕ እንዶ ሓደ ዝፈልጠካሲ ተኽሊት ሽሙ ሳክስፎኒስት ኣሎ ሲ ክረኽቦ ደልየ ይብል ኣሎ ኢልኒ ተኽሊት ሳክስፎኒስታ ሕጂ ኣነ ተኽሊ እየ ዝፈልጥ ናይ ኣዱሊስ ዶ ዋእ ተኽሊ ከይከውን ይብሎ ኖ ኖ ኖ ተኽሊት እዩ ሽሙ ዋእ ተጋጊኻ ከይትብሉ ኖ ተኽሊት እዩ ንእሸ ይብለኒ

ከጅምር ኮሎኻ ብድራም ኢኻ ጀሚርካ ብኸመይ ድኣ ናብ ሳክስፎን ሰጊርካ? ኣሰይ ጽብቅቲ ሕቶ ድራመር እንድየ ነይረ ብውሽጠይ ከኣ ሳክስፎን እፈቱ ነይረ ብጣዕሚ ብጣዕሚ። ከምዚ ግን ከምዚ ምሻሎ እቲ ናይ ብሓቂ መጀመርያ ከምዚ ሳክስፎን ገለ ኢሉ ሂት ዝገበረኒ ግን ተስዓን ገለ ኣይ ዶንት ኖው ኣይ ዶንት ሪመምበር ተስዓን ሓሙሽተን ተስዓን ሽዱሽተን ይኸውን ኣይ ድሕሪ ዝክሮ ኮንካ መበል ሓምሻይ ዓመት እያ ነይራ መስለኒ ናይ መዓልቲ ናጽነት ኣብ ኣብ ዳህላክ ክጻወት ነይሮም ኣብ ኣብ ከተማ ኣብዚ ናይ ሲቲ ፓርክ ዘይርስዖ ሽዑ ተኽለ ዝብሃል ሳክስፎኒስታ ነይሩ ተኽለ ወዲ ገዛናይ ምሳና ን ተዓቢትና ኤኒወይ ተኽለ ዝብሃል ነይሩ ሳክስፎኒስታ ብጣዕሚ ንፉዕ ንፉዕ ዝኾነ ናይ ኣዱሊስ ባንድ ተጻዋታይ ነይሩ ካብቶም ማራ ዝርእዮም ነበርኩ ማለት እዩ ኣብቲ ግዜ እቲ ብፍላይ ናቱ እዩ ከማን ሽፍት ዝገበረኒ ናብ ሳክስፎን እዛ ናይ ክስቶ ዝጻወትዋ ነይሮም ናይ ዘማች ስቲፋኖስ ኣብርሃ ዘማች ናቱ ዝጻወትዋ ነይሮም ኣጋጣሚ እዛ ለካስ ጓል ሳሕለይ ትብል በቃ ሽዑ እቲ መእተዊ ዶ ኣለዉ ክትጻወቶ ምስ ሰማዕኩስ ኦህ ማይ ጋድ ምሽ ትብል ብውሽጥኻ ከምዚ ዋእ እዚኣስ ናይ ግድን ክመሃራ ኣለኒ ትብል ሽዑስ ካብኡ ትሒዙስ በቃ ርእሰይስ ተቓንዩ በቃ ሳክስፎን ጥራሕ ሳክስፎን ሳክስፎን ሳክስፎን ሕጂ እንታይ እዩ ግን ከምዚ ክብለካ ወላ እንዳ ተማሃርኩ ከማን ሓቂ ዘረባ ልቋስ ሕጉስ ኣይነበረ ምኽንያቱ ኣብ ናይ ድራም ብጣዕሚ ጽቡቕ ስለ ዝነበርኩ ኣብ ሳክስፎን ክቕይር ኣይደልየንን ነይሩ ግን ኣጋጣሚ ኮይኑ እቲ ናህና ሳክስፎኒስታ ኣብቲ ግዜ እቲ ናብ ብገለ ኣይ ብልክዕ እዚኣ ክብላ ኣይክእልን እየ ግን ኣብ ኩይርና ንፉዕ ሳክስፎኒስታ ነይርና ሙልጌታ ድበሃል ሕጂ ከማን ሳክስፎኒስታ ሓያል እዩ ኣብ ስዊዝ ኣሎ ብጣዕሚ ንፉዕ ሙዚቀኛ ንሱ እዩ ነይሩ ሳክስፎኒስታ ናህና ንሱ ኣጋጣሚ ብገለ ምስ ተበለ ሕጂ ኣነ ይኣቱ ማለት እዩ ኣነ ሽዑ ዕድል ረኺበ ቁሩብ ተሓቢኤ ከኣ የብል ነይረ ተረዲኻኒ ሕጂ ሽዑ እዚ ዕድል እንተረኺባ ተባሂሉ ናው ሽፍት ገይረ ቁሩብ ኣፋፍነት ስለ ዝነበረኒ ከኣ ሽዑ ተቐቢልኒ ልቋስ ማለት እዩ ኣማራጺ የለን ክሽፈን ኣለዎ and ካልኦት ድራመር ውን ኣባባ ዝበሃል ሓደ ንፉዕ ስለ ዝነበረና ከም ክልተ ስለ ዝነበርና ዕድል ተረኺብኒ ማለት እዩ ካብኡ ትሒዘ እዩ ዝጅምር። ሕጂ ደሓር ካብ ድራም ጀሚሩ ናብ ሳክስፎን ኣትዩ ገለ ሕጂ ብቲ ሳክስፎን ክመጽእ ከሎ ብቲ ምስ በዓል ወትኹል ኣቨረጅ ኖርማል ይጻወት ነይሩ ገለ ኣብዚ ምስ መጸ ድሕሪ ክንደይ ዓመት እየ ዝረኽቦ ዘለኹ ካብ ሽወደን ምስ መጸ ማለት እዩ ሕጂ ብድሕሪ ኣብቲ ሽወደን ዝጸንሖ ኣብኡ እቲ ቀጻሊ ፕራክቲስ እቲ ዘለዎ ኢንቫይሮንመንት እውን ነቲ ስታይላት ኣብቲ ሽወደን ዘሎ እንዳሰምዐ ምስማዕ ኩሉ ግዜ ኢምፖርታንት እዩ ሙዚቃ እቲ ከባቢኡ ዝሰምዖ ዝነበረ ገለ ሕጂ ናይ እንታይ ባህርያት ኣለዎ ንሱ ጽቡቕ ቀልጢፍካ ናይ ምቑላብ ነገራት ኣለዎ ሕጂ እዚኣ ኮፍ ተይሉ ምሳኻ ስምዕ ስምዕ ኣብላ ምሽ ከይዱ ይፍትና እዩ ሕጂ ኣይ ቲንክ እቲ ከባቢ ሓጊዝዎ ኣብዚ ምስ መጸ ሕጂ ኢምፕረስ ገይርኒ ማለት እዩ ኣብ ኣጋጣሚ ከኣ እሳ ድኣተወላ መዓልቲ ንሕና ንጻወት ነርና ኣብዚ ሳክስፎን ሒዙ መጺኡ ሽዑ ሕጂ ሽዑ መጺኡ ጃምፕ ገይሩ ምሳና ቧዕ ወዲ እዚ ኩሉ ግዜ በቃ ኢምፕረስ ክትገብረኒ ገለ ኢለ ተሓጒሰ ብጣዕሚ ተሓጒሰ ማለት እዩ ክመዝኖ እንተ ኮይኑ ንተኽሊት ብጣዕሚ ንፉዕ እዩ ሓርኮትኮት በሃላይ ምስ ዝተፈላለዩ ደረፍቲ ዝፃወት እዩ ዋላ ሓንቲ ብዙሕ ጸገማት ኣይረኣኹሉን። ቁሩብ ካብ ካልኦት ሳክስፎኒስታታት ወይ ካብ ካልኦት ሙዚቀኛታት ፍልይ ደብሎ ነገር እንዳ ሃልዩ ኮይኑ እቲ ሓይሊ ናቱ ኣብ ስቴጅ እዩ።
ክጻወት ከሎ ብስምዒት ዝጻወት ሰብ እዩ። ተገዲሱ ዝጻወት ሰብ እዩ። ሕልፍ ድበለ ፍቅሪ ኣለና ኣብ ሙዚቃ ን ደስ ኢልኒ እየ ዝጻወት ኩሉ ግዜ ክጻወት ከለኩ ማለት ሲ ኣይርደኣንን እዩ ከማን ክብለካ ይክእል ማለት ኣብኡ ምስ ኣተኩሲ ሓፋር እየ ከማን ድገርመካ ከም ሰብ ከምዚ ኮፍ ኢልካ ከተዕልል ገለ መልታት ቁሩብ ሓፍር እየ ግን ኣብ ሙዚቃ ምስ ኣተኩ ካልእ ሰብ እየ ኣነ ማለትሲ በቃ ብዛዕባ ሙዚቃ ጥራሕ ድሓስብ ሙዚቃ እዩ ንዓይ ሽዑ ኣብቲ ሰዓትቲ ኪዳነ ዲካ ኣብዚ ዘለካ ደንጎላ ድዩ ዘሎ እንታይ ኣይርደኣንን ወላ ሓንቲ ጃስት ስብ በቃ ብዛዕባ ሙዚቃ ጥራሕ እዩ ነቲ ልቢ ሰማዒ ይረክብ እዩ። ካብ ሞር ፐርፎርማንስ ናይ ተኽሊት ባንድ ኮይና ኢና ንስምዖም። ሓደ እቲ ቶን ናቱ ቨሪ ክሊን እዩ።

ኣብ ሶሎ እንዲኻ ትብል ዘለኻ ኩሉ ግዜ ሶሎ ክበሃል ከሎ ምስቲ ደርፊ ዝኸይድ ክኸውን ክኽእል ኣለዎ ከምቲ ናተይ መዐቀኒ ማለት እዩ ኩሉ ግዜ ስሩዕ ሙዚቃ ክኸውን ኣለዎ ሓንቲ ደርፊ ተደኣ ኣላ ኣብ ዝኾነ ይኹን ኣይኮንካን ሳክስፎን ክትኣቱ ዘለካ ኣብቲ ንዕኡ ዝግብኦ ኣብቲ ዝግባኣካ ቦታ እንተ እቲኻ እታ ሳክስፎን መቕረት ኣለዋ እቲ ሶሎ ዝበሃል ከዓ ኣበየናይ ደርፊ መብዛሕትኡ ግዜ ሶሎታት ኣብ ምዕቡል፣ ሞደረናይዝ ዝኾነ፣ ሙዚቃታት እምበር ኣብ ኣብ ጓይላ ኣይኣቱን እዩ። ገሊኦም ሳክስፎኒስታ ሓንሳብ ሓንሳብ ከኣ ተኽሊትካ ርእየ ኣብ ኣብ ጓይላ ሶሎ ኣይኣቱን እዩ።
ሶሎሲ ፍሪዶም ኮንካ ነጻ ኮንካ ትወጸሉ ኣብ ግዜ ሓንቲ ንእሽተይ ሞመንት ክትረክብ ኮለኻ ናይ ክስታይ ናይ ታሽሙሞ ሓደ በይኑ ዝኾነ ይኹን ጊታር ይኹን ኪቦርድ ይኹን ዝኾነ ኤኒ መሳርሒ ማለት እዩ ተረዲእኻኒ ድወጻሉ ሞመንት እዩ ተረዲእኻኒ ነጻነት ጌሩ ድጻወት ብስምዒቱ ማለት ናት ከምዚ ካብቲ ሙዚቃሲ ሶሎኳ ካብቲ ሙዚቃ ወጺኻ ትጻወተሉ ነቲ ህዝቢ ሕጂ እንታይ ይኾኖ መሲልካ ኦፍ ኮይኑ ክትጻወት ኮሎ እቲ ሰብ ኣተንሽን ውን ኣለዎ ሕጂ

በይኑ ዝጻወቶ ብፍላይ ኣብ ሞደርን ዝኾነ ሙዚቃ ሞደርን ዝኾነ ደርፊ ዝጻወቶ ሶሎታት ማነ ከመስግኖ ዘል በዚ ኣጋጣሚ ግን ከም ነቐፌታ ከኣ ኣብቲ ዘየድሊ ዘይምእታው እታ ሳክሰፎን ባዕላ ከማን እታ መሳርሒት ኣብቲ ሕብረተሰብና ማዕረ ክንደይ ኣበርክቶ ኣለዋ እንታይ ትገብርሲ

ምምሕያሽ ወይ ድማ ኣብደይት ገይርዎ ዘሎ ንሱ ነዊሕ ዓመት ዝወስደሉ ናይ ሓደ ሙዚቀኛ ነዊሕ ዓመት ክወስደሉ ዝግብኦ እዩ ኣብ ክስታይ ገይሩ ኣምፅዎ ዘሎ ንሱ ብፃዕሪ ማለት እዩ ኣብ ሳክስፎን ምስ ኣተኹስ ክትዓቢ ትደሊ ሙዚቃ እንዳበልካ ተብል እሞ ሓደ ቦኒ ጀምስ ዝበሃል ብጣዕሚ ዝፈትዎ ሳክስፎኒስት ኣሜሪካዊ ኣሎ እዚ ዋን ኦፍ ካብቶም ዝበለፀ ናይ ዓለም ተፃዋታይ ሳክስፎኒስት እዩ ሕጂ እዚ ኣብ ኣብ ሓደ መዓልቲ ኣጋጣሚ ኮይኑ ዕድል ገይረ ናብ ናብ ኣሜሪካ ዝመጻኹ ምስ መጻኹ ሸው ነይሩ ናብኡ ከድና ማለት እዩ ኣብ ሲያትል ኣብ ጃዝ ኣሊ ዝበሃል ኣብኡ መጺኡ ነይሩ ናብኡ ከይደ ኣብኡ ምስ ረኣኹወስ እብለካ ኣለኹ ኣነ ሽዑ ኮምፕሊትሊ እቲ ናተይ ኣረኣእያ ዝነበረስ ውሽጠይስ ፈትሒለይ ክብለካ ክእለ ማለት ከምዚ ቁሩብሲ እስርቤት ዓይነት ኔርኒ ክብለካ ክእል ይግበር ድዩ ኣይግበርን ኢካ ውን ኣይትፈልጥን ኢካ ቱማች ምዲካ ከምኡ ድዩ እንታይ እዩ ሳምታይምስ እንታይ ጌጋ ኣሎ መሲልካ ኣባና ጌጋ ድዩ ከማን ክስታይስ ኣይትፈልጥን ኢካ ከምኡሲ ከምዚ ክትገብር ኣለካ ፕራክቲስ ከማን ኣይንገብርን ኢና ናይ ሙቭመንት ከምዚ ናይ ምንቅስቃስ ናይ ገለሲ ኣዘ ሙዚሻን ማለት እየ ተረዲካኒ ኣንለስ ሳዕሳዕቲ ተደይ ኮይኖም ወይ ገለመልታት እምበርካ ሙዚቀኛ ብዙሕ ከምኡ የለን የለን ፕራክቲስ የለን ብስሚዒት እዩ ሰብ ዝከይድ ተደልዩ ይገብር ማለት እዩ ግን ኣነ ከምዚ ዝብለካ ሕጂ ናብ ዘምጻካዮ እንዲ ን ቦኒ ጀምስ ምስ ረኣክዎ ኣብ ጃዝ ኣሊ ናይ ብሓቀይ ብለካ ደለኩ ውሽጠይ ፈቲሕለይ ከምዚ ዝሓልሞ ዝነበርኩ ዝፍትሾ ዝነበርኩ ብርእሰይ ይግበር ድዩ ኣይግበርን ኢሉ ከምዚ ኮሽን ዝፈጥረለይ ዝነበረሲ ዋእ እንታይ እሞ ክብለካ ኣነ ሰንቢደ በቃ ክሪኦስ ፈዚዘ ከምዚ ጠጠው ኢለ እየ ከማን ፌንት ኮ ዳርጋ ከምዚ ጥራሕ እዩ ተሪፍኒ ወጺኡ ካብ ስተጅ ናብ ላዕሊ ደይቡ ናብቲ ይኸይድ በቲ ይኸይድ ሕጂ እንታይ ይፈጥረልካ መሲልካ ከምኡ ክገብር ከሎ እቲ ሰብ እቲ ኢንተርተይን ክኾን ኣሎ ማለት እዩ ሕጅስ ስራሕኡ ስፔሻሊ ሓደ ሙዚቃ ሙዚቀኛ ከም ኣርቲስት ንዓይ ዝተረዳእኒ ማለት እዩ እቲ ግዜ እቲ ኣርቲስት ሲ ናይ ኢንተርተይን ክገብሮም ክኽእል ኣለዎ ነቶም ዝመጹ ሰባት ከኽብሮም ኣለዎ ማለትሲ ክዛናጋዕ እዩ ዝመጽእ ካብ ብዙሕ ጭንቀት ካብ ብዙሕ ስራሕ ካብ ብዙሕ ጸቕጢ ካብ ብዙሕ ገለመልታት ክዛና ናብ ሙዚቃ ክርኢ ክመጽእ ከሎ ሓደ ሰብ ናብ ሸው ክመጽእ ከሎሲ ክዛናጋዕ እዩ ዝመጽእ እምበር ስእሊ ክርኢ ይመጽእ ድዩ ስለዚ ካብኡ ብለካ ኣለኹ ኣነ በቃ ኖርማል ኮይነ ነፃ ኮይነ ዝላየይ ክገብሮ ከማን ኣየሰክፈንን በቃ ማለትሲ ይግበር እዩ ኣርቲስት እዩ ውሽጠይ እዩ ከዓ ንዓይ ዝደፋኣኒ ተረዲኻኒ እቲ ውሽጠይ ዝደፋኣንስ ሓቂ እዩ ማለት እዩ ሕጂ ሳምታይምስ ምሻሎ ኣብ ናይ ኣብ ናይ ባህልናስ ባህልና ድዩ ገለ ኢልካ ትስከፍ ኢኻ ባህሊ ኣሎ ማለት ጎኒ ጎኒ ባህሊ ከዓ ከይተፍርስ ትፈርሕ ኢኻ ግን ሙዚቃ ግን ገደብ የብሉን ነቲ ሰብ እቲ ንስኻ መን ምዃንካ እንተ ርኢኻዮ ኢንተርተይን ከኣ ገብረካ እዩ ን ብኡ መንፅር ከዓ ኣይ ቲንክ ሰብና እውን ተቐቢልዎ ን ብጣዕሚ ብጣዕሚ ህዝብና ጥዑም ዩ ሓቂ ዘረባ መታባባዒ ህዝቢ ዩ ናይ ብሓቂ ናይ ብሓቂ ማለትሲ ምሻሎ ኣይ ዊሽ ዓቅሚ ሃልዩኒ ስካላ ከማን ክገብር ተድክእልሲ በቃ ድግብኦ ድግብኦ ሞራል ይድህበካ ከምዚ ህዝብና ሲ ፍሉይ ዩ በቃ ኣብ ኣርት ብፍላይ ናይ ብሓቂ መታባብዒ ስለ ዝኮነ ሞራል ሂብኒ ተስፋ ሂብኒ ደስ ይብለኒ ከኣ። ኩሉ ግዜ ኣብ ኣተሃራርማ ሳክስፎን ጽሬት ናይ ቶን ዝብሃል ኣሎ ሕጂ ዝተፈላለዩ ሳክስፎኒስታት ርኢ እንዴ ከም ኤርትራውያን ወቓዕቲ ሳክስፎን ዝተፈላለዩ ጉድለታት እውን የጋጥሞም እዩ ኣብ ፅሬት ናይቲ ቶን ዘውፅዎ ብትንፋስ ዝወፅእ እዩ ሳክስፎን ክንባል ክንብል ከለና ናይ ትንፋስ ምቁፅፃር የድልየካ እቲ ተውፅኦ ፅሩይ ምስቲ ካልእ መሳርሕታት ዝተኣሳሰር ቶን ክህሉ ኣለዎ ኣብ እንስሳት ቅሩብቲ ምምሕያሽ ክመፅእ እፅበ ከም ሳክስፎኒስታ ግን ብዙሕ ኣይኮነን፣ ካብኡ ንላዕሊ ክኸውንሲ ትጽቢተይ እዩ፣ ከም ተኽሊት መጠን። ናይ ተኽሊት ግን ብምንታይ ይገልጾ ኣነ ሓደ እቲ ቶን ናቱ ቨሪ ክሊን እዩ እቲ ቶን ጽሬት ናይቲ ሳውንድ ማለት እዩ እጂ ኣብኡ ናይ እዝኒ ዝሓትት ምስማዕ ማለት እዩ ኣብኡ ብጣዕሚ ጽቡቅ ቨሪ ክሊን እዩ ናቱ ካልኣይ እቲ ቴክኒክ ዝጥቀመሉ ንሱ ፍሉይ ቴክኒክ ኣለዎ ሳልሳይ ፊሊንግ ኣለዎ እቲ ክፃወት ከሎ እቲ ፍሌቨር ኣሎ ትገብሮ ካብ ውሽጥካ ድመፅእ ማለት ዝተፈላለዩ ሙዚ ሳክስፎኒስታት ኣለዎ ዋላ ከምዚ ኪቦርድ ሕጂ ኩሉ ሰብ ሓደ ዓይነት ፊሊንግ የብሉን ምክንያቱ ካብ ውሽጥካ ድወፅእ ነገር ስለ ዝኾነ ሕጂ ካባይ ዝወፅእ ካልእ ሰብ ክደግሞ ይኽእል እዩ ካልእ ሰብ ዝወፅእ ካብኡ ኣነ ክደግሞ ይኽእል ምክንያቱ ምሳኻ ዝፍጠር እዩ ሕጂ ናይ ተኽሊት እቲ ፊሊን ናቱ ኣብታ ሳክስፎን ከም ዝውላዱ እዩ ሳይድ ሓቑፋና ሕጂ ስፔሻል ከነክሽን ኣለዎ ምስኣ እቲ ፊሊ ናቱ ከም ሳልሳይ ደረጃ ብጣዕሚ ፍሌቨር ጽቡቅ ኣለዎ ራብዓይ እቲ ኢምፕሮቫይዝ ክገብር ከሎ ከም ሶሎ ክገብር ከሎ ኣሎ ኣብኡ ደምፆ ምስ ህዝቢ ከነክሽን ደግብሮ ነገር ኣሎ ዋላ ተስተባሂልካ ኣሎ ክፃወት ከሎ ገለ ብምሉእ ሰብ ክስታ ይኸውን እዩ ሕጂ ነቲ ልቢ ሰማዒ ይረክብ እዩ

ኣባና ኣይተለመደን ከምዚ ንሰብ ኢንተርተይን እንዳገበርካ ገለ ሙዚቃሲ ኣብ ውሽጥኻ ዘሎ ምግላጽ ጥራይ እዩ ወላ ሓንቲ ኣይኮነን ሕጂ ንሱ ብጽቡቅ እዩ ዝገልጾ ሕጂ ከኣ ስለ ዘይተለመደ እዚ ፍሉይ ይገብሮ ንዕኡ ማለት እዩ ከም ሳክስፎኒስታ እቲ ምንቅስቃስ ሕጂ ኣነ ጽቡቅ ኣጋጣሚ ምስ ዕድል ጌረ ማለትሲ ዕድለኛ ኮይነስ ምስ ሰሊና ባንድ ይጻወት ኔረ ሕጂ ወላ ምስኦም ከለኹ ሕጂ ስፐሻሊ ወዲ ሻውልን እዚ ኣሮን ወዲ ነብያት ክጻወቱ ከለዉ ደስ ዝብለኒ ምስኦም ምክንያቱ ሉስ እዮም ብጣዕሚ ኩልሻዕ ማለት ካብኦም ዝተበገሰ እቲ መበገሲ ማለት እዩ መበገሲ ሲ እቲ ናጽነት ካብኦም ዝተበገሰ ኮይኑ ስምዓኒ ኩልሻዕ ብፍላይ ወዲ ሻውል ተስተውዒልካሉ ኣብ ዝኾነ ቤስ ክጻወት ከሎ ኣሮን ተሪኢኻዮም እዚኦም ብጣዕሚ ክስታይ እዮም ፍቱሓት እዮም ፍትሓት ክብለካ ከኣ ዋላ ነቲ ህዝቢ ከማን በቃ የንቃሳቅስዎ እዮም ሕጂ እንታይ እዩ ኣነ እንታይ ደኣምን መሲልካ ሙዚቃ ሰብ ኢንተርተይን ክገብር ድሕር ደኣ መጺኡ ንዓኻስ ኢንተርተይን ክትገብሮ እዩ ደኣ መጸካ ደሎ እምበር ክስታ ኩሉ ግዜ ናተይ ሕልመይ ዝነበረት ዋላ ካብ መጀመርያስ ደስ ትብለኒ ዝኾነ ድንቃሳቀስ ብስምዒት ክጻወት ድርእዮ ሙዚቀኛ ንዓይ በቃ እሱ ክስታይ እዩ በቃ ምሻሎ

ክትሪኦ ከለካ ምስ ካልእ ሰብ ድገብሮ ሁዱእ እዩ ብጣዕሚ ሕጂ ኣይ ቲንክ ኩሉ ተጣራኒፉ ናብቲ ናቱ ሳክሰስ ኣብ ምዕዋት ኣድሂብሉ ናብርኡ ሳክሰስፉል እዩ ኣካይድኡ እውን ፅሩይ እዩ ወልፍታት ገለ ብዙሕ የብሉን ምስ ሰብ ዘለዎ ኮሚኒኬሽን እውን ብጣዕሚ ፅቡቅ እዩ ኣብ ሙዚቃ ዘለዎ ተገዳስነት ልዕሊ ኩሉ ከዓ ብጣዕሚ ዝድነቅ እዩ ገለ ገሊኦም ከምዚ ምሻሎ ሳምታይምስ ካብ ሞር ፐርፎርማንስ ናይ ተኽሊት ባንድ ኮይና ኢና ንስምዖም ረዲኻኒ ሕጂ ንዓይ እውን ዘዛረቡን ኣለዉ ነብሱ መሓሮ ማይክል ዝበሃል ነይሩ ሓደ ንፉዕ ናሃና ሳፖርተር ኮፍ ኢሉ ዛሪብኒ ዋይ በዓል ሉጂ ካልኦት ሙዚሻንስ በዓል የማነ ረዘነ ሃብተ ገለ ካልኦት ስከም ናይ ተኽሊት ናቶም ባንድ ገይሮም ሲ ንዓና ፐርፎርም ዘይገብሩና እቲ ናቶም ክእለት ሲ ከይረኣናዮ ሲ ምሻሎ ትፋላለ ሲ ጽቡቅ ኣይኮን ኢሎም ዳስ ሃው ደይ ኣፕሪሽት ንተክሊት መብዛሕቶም ማለት ረዲኻኒ ሕጂ ኣነ ከዓ ሶ ፕራድ ኦፍ ከምኡ ክዛረብ ከሎ ሓደ ቢካስ ኣትሊስት እቲ ኦዲየንስ ነቲ ሙዚቀኛ ከምኡ ዓይነት ኣቃልቦ ክበሉ ከሎስ ንዓይ ብጣዕሚ ኣዝዩ ሓድሽ ነገር እዩ ኣብ ናህና ሕብረተሰብ ተረዲኻኒ ምክንያቱስ ምስቲ ዘሎ ናይ ሙዚቃ ስታንዳር ዓቕምታት ገለሲ ከምኡ ዓይነት ኣድናቑ ኣይትርክብን ኢኻ ብዙሕ ተረዲኻን ሕጂ ኣብኡ ኣዘየ ዘድንቆ ሕጂ ከምኡ ዓይነት ፖርፎርም ተዘይገብር ነይሩ ቀዳይ ነገር ዋላ እታ ሳክሶፎን ባዕላ ከማን እታ መሳርሒት ኣብቲ ሕብረተሰብና ማዕረ ክንደይ ኣበርክቶ ኣለዋ እንታይ ትገብርሲ ኣብ ናይ ነብሲ ወከፍ ሰብ ሕብረተሰብ ፈግፊጉ ይኣትዩ ሪኢኻላ ኣፍሊጥዎም ከምቲ ኣማጻጽእኡ ሕጂ ኣብዛ ዓዲ ውን ኣብ ዝበለጸ ደረጃ ካብቶም ፕሮፈሽናልስ ሓደ ክኸውን ይኽእል እዩ ምስ ዘለዎ ሓደ ምስ ዘለዎ ብቕዓት ኣብዚ ሕጂ ደረጃ በጺሕዎ ዘሎ ፕላስ ምስዚ ብዝዓዱ ዘሎ ኦፖርቹኒቲ ናይ ሙዚቃ እንደገና ንዕኡ ቀልጢፉ ክቕበል ስለ ዝኽእል ንሱ ኣብ ዝሓሸ ኣብ ዝበለጸ ደረጃ ክበጽሕ ድኽእል መንእሰይ እዩ ተስፋ ዘለዎ ናይ ኤርትራ ሳክስፎኒስታ ካብቶም ፕሮፌሽናልስ ዓበይቲ ክኸውን ኦረዲ ጽልዋ ኣሕዲሩ እዩ ሕጂ ብዙሓት ሳክስፎኒስታታት ኣብ ኣርት ኩሉ ግዜ ክሰራሕ ከለካ ኖማተር ዋት ፋሎ ዝገብርካ ሰብ ኣለዉ ሕጂ ኩሉ ግዜ ሮል ማደል ናይ ድሕሬኻ ደላ ኢኻ ሕጂ ንዑ ሪኦም ዝመፁ ስለ ዘለዉ ዊች ፅቡቅ መንገዲ እዩ ትኸፍት ዘሎ ማለት እዩ ሶ ንተኽሊት በቲ ትገብሮ ዘለኻ ፅቡቅ ስራሕ ብጣዕሚ እየ ዘመስግነካ ኩሉ ግዜ I'm so proud of you ከምኡ ኢልካ ቀፅል and ኣምላኽ ምሳኻ ይኹን my brother